ስለኺ ኢለ ስርሐይ ገዲፈ ስለኺ መንገደይ ቀይረ ኣብ ቃልኪ ኣሚነ ልበይ ከፊተ ምስ ሃብኩኺ ንስኺ ግን ጠሊምክኒ ከም ዘይነበርኩ ረሲዕክኒ እቲ ዝገበርኩልኪ መስዋእቲ ንዓኺ ከንቱ ነበረ። ሎሚ ግን እንተ ኽመሃር ድየ እንተ ኽመክር፣ ንሰብ ኢለ ርእሰይ ኣይሰውእን። እቲ ዝጠለምክኒ ኣፍሊጥኒ መንነትኪ፣ ሕጂ ኸኣ ንዝበለጸ ትምህርተይ ኰይኑኒ ኣሎ። ኣምላኽ ይሓግዘኒ። ኢለ ደብዳበይ ጽሒፈ። ተፈላሊናሉ ዝነበርና እዋን ኣዝዩ ነዊሕ ስለ ዝነበረ፣ ክትድውለለይን ክድውለላን ኣብ ዘይንኽእል ደረጃ ኢና በጺሕና ኔርና። እንተኾነ ግን እዛ ደብዳበ በቲ ቶም ፈለጥታ ካባይ ተፈልያ ኣብ ካልእ ገዛውቲ ትነብር ከም ዘላ ምስ ነገሩኒ ከቐብላ ምስ ከድኩ ካብዛ ዓዲ ከም ዝወጸት ንዓይ ዝመስል ንዓይ ዝረድእ ሰብ ረኺበ ኣለኹ። ንዓይ ትጸበየኒ ብምባል ንዓይ ኣብ ገምገም ባሕሪ ኣብ ኣፍ ደገ ኤርፖርት ጠንጢናትኒ ከም ዝኸደት ተረዳእኩ። ናይዚ ታሪኽ መጀመርታ ነታ ክሳብ ሕጂ ክንቀሳቐስ እትገብረኒ ዘላ ሰበይቲ ማለት ኣደይ፣ ናትኪ ምትብባዕን ናትኪ ጸሎትን እዩ ደው ኣቢልኒ ዘሎ እምበር ሰብሲ እንታይ ምዃኑ ርእየዮ ኣለኹ። ስለዚ ምስጋና ክበኪ ይደሊ ብምባል ክጅምሮ ይደሊ ዛንታይ። ኣደይ ንዓይ ምስ ወለደት ኣቦይ ገዲፍዋ ስለ ዝኸደ ምስ ካልእ ሰበይቲ ተመርዕዩ ሓሙሽተ ቆልዑት ወሊዱ ካብ ኤርትራ ድሕሪ ምውጽኡ ድማ ደቁ ድሕሪ ምውጽኡ ንሳ ብጥዕናኣ ኣዝያ ትሽገር ሰበይቲ ስለ ዝነበረት ቃንዛኣ ስቃያ ኣምላኽ ሪኢላ ይመስለኒ ብሰላም እያ ዓሪፋ። ብኸምኡ ኸኣ ንሱ ደቁ ስለ ዝወለደ ድዩ ዋላስ ጨካን ልቢ ስለ ዝሓዘ እዩ? ክሳብ ሕጂ እያ ኣደይ ትግረመሉ። ብፍላይ ጎረባብትና ኹኑ ደገዛውትና ብዛዕባ እቲ ሰብኣይ ማለት ኣቦይ ክነግሩኒ ከለዉ ኣዝዩ ጨካንን ርሕሩሕ ከም ዘይኮነን እታ ርሑ እቲ ደሙ ካልእ ሕብሪ ድዩ ዝውንን እንዳበሉ እዮም ዝነግሩኒ። ኣደይ ግን ኣዝያ ተፍቅሮ ነይራ። ንዓይ ግን ካብ ወዲ ኣርባዕተ ጠንጢንኒ ምስ ከደ ደሃየይ ገይሩ ከም ዘይፈልጥ እያ ተዘንትወለይ። ነደይ ኩሉ ሳዕ እያ ዝሓታ ብኸመይ ኢኺ ነዚ ሰብኣይ እዚ ተፍቅርዮ? ክሳብ ሕጂ ኮይንናዮ ዘለና እኮ ንሱ ናይ ኣቦነት ግቡኡ ስለ ዘይግብር ዘሎ እዩ። ኣደይ መሸማዕ ዘርጊሕኪ ኮሚደረ ሽጉርቲ እኮ ሸጢ ዘለኺ ብኸመይ ኢኺ ነዚ ሰብ እዚ ዘይትጸልእዮ? ነዚ ሰብ እዚ ቤት ፍርዲ ከድኪ ዘይትኸስዮ? ወይስ ኣብቲ ኣነ ዝተወለድኩሉ እዋን ከምዚ ምዕቡል ግዜ ኣይኮነን ኔሩ? በጃኺ ብዛዕብኡ ደኣር ሕጂ ከይትዛረብኒ። ኣነ ኣሽንኳይ ዶ ንሱ እቶም ብኡ ዝውለዱ የሕዋተይ ከማን? ክሳብ ሕጂ ደሃየይ ዘይገበሩለይ ከመይ ኣለኻ ሓውና ከማይ ኢሎም ኣይቀረቡን እንደለው ኣሽንኳይ ዶ ንሱ ዓባይ በጊዕሲ ዕያዊት ተሓይዛ ትጠፍእ ከማን ይበሃል ኣደይ በጃኺ ነዚ ሰብኣይ እዚ ኣብ ቅድሚ ኣይትዘክርዮ እንዳበልኩ ብዛዕባ እቲ ንሳ ተፍቅሮ ዘላ ብኸመይ መንገዲ ምዃኑ ስለምንታይ ከመይ ኣበይ ከመይ ጌሩ'ኸ ወሪድላ የፍቅር'የ ክትብል ኣነ ስምዒታዊ ኮይነ ተዛረብክዋ። ከምዚ ኢላ ግን ትምልሰለይ ኔራ ጸላእትኹም ኣፍቅሩ'ዩ ዝብል እቲ ቅዱስ ቃል ኣነ ከኣ ከምቲ ቃሉ ዝብሎ ኮይነ'የ ክመሃለ ዝደሊ በለትኒ። በዚ ቃል እዚ ልበይ ክትትንክፎ'ያ ክኢላ። ኣደይ ማዕረ ክንደይ ልባ ተጎዲኣ ከም ዘላ ጸላኢኣ ምዃኑ እንዳ ፈለጠት ከተፍቅሮ ምኽኣል ግን ዓቢ ትዕድልቲ ምዃኑ ክርድኣኒ ጀመረ። ከምዚ ኢለ ትምህርተይ ወዳዲኤ ነጥቢ ከምጽእ ዘዘይከኣልኩ ምስ ሰራዊት ተመዲበ ኣብ ዝሰርሓሉ ዝነበርኩ እዋን ወላዲት ኣደይ ኣብታ ንዕረፍቲ ኢለ ዝመጻኹላ ግዜ ኮፍ ኣቢላ ዝወደይ ኣነ መጻኢኻ ሕማቕ ክኸውን ወይ ክስእነካ ኣይደልን እየ ኣይፍለጥን እዩ ሂወትና ብናትካ መንገዲ በዛ ሕጂ ኣነ ዝነግረካ ሓሳብ ምስ ትሰማማዕ ትልወጥ ትኸውን ኣምላክ ክሕግዘካ እዩ ዝወደይ በለትኒ እንዳ ነበዐት ኣነ በዚ ነገር እዚ ኣዝየ ስለ ዝተደነቅኩ ማማ እንታይ ኢኪ ኮንኪ እንታይ ዝተፈጥረ ነገር ኣሎ ድዩ ሓተትክዋ ማማ ግን ኣነ ነቦኻ ክድውለሉ'የ፣ ንኹሎም ደቅኻ ኣውጺኻ፣ እዚኸ ወዲ መን ድዩ? ፍረ ብርክኻዶ ኣይኮነን? ክንድዚ ዓመታት ዋላ'ኳ እንተሰኣነካ፣ ሕጂ ግና ክትክሕሶ ኣለካ፣ ናይ ኣቦነትካ ግቡእነት ከኣ ግበር ኢለ ክገንሖ'የ ዝወደይ። እዚ ሰብኣይ ምስ ልቡ ኣይኮነን ዘሎ። ኢላ ምስ ተዛረበትኒ፣ ኣቲ ማማ ኣይሰማዕክንን ዲኺ ብቐዳማይ ብዛዕባ እዚ ሰብኣይ እዚ ድኾነ ዕላል ኮነ ዘረባ ኣይደልን እየ ምሽ ኢለኪ ስለምንታይ ተልዕልልኺ ሕጂ ሕጂ ኸኣስ ሕሉፍ ሓሊፍኪ ንሱ ክወዘኒ ፕሮሰስ ከዕብየኒ ሰልዲ ቅርሺ ሰይድልና ዘይፈልጥሲ ፕሮሰስ ንኽገብረለይ እሞ ከምዚ ትብልዮ ዘለኺ ነገር እንድሕር ክገብር እንድሕር ኮይኑ ግድነት ካብ ሰማይ እቲ ዝናም ማይ ዝነበረ ጸባ ክሃርም ኣለዎ እዚ ዘየለ ተስፋይ ማማ ንዓይ ብኸምዚ ዓይነት ተስፋታት ንዓይ ከዓ ክሕዘኒ ኣይደልን እየ ኣነ እኮ ገዛ ርእሰይ ዝኽእል ሰብ እየ ውሒድና ድዩ ናብራ ማማ ውሒድኪ ድዩ ገንዘብ ውሒድኪ ድዩ እኽሊ ኣምላኽ ምሽ ይረዳእና ኣሎ በጃኺ ተመስገን ኢልና እዛ ምድሪ እዚኣ ንወድኣያ እንዳበልኩ ክዛረባ ምስ ጀመርኩ ኣፍ ልባ ብምሓዝ እዚ ወደይ በጃኻ ልበይ ክዓርፈለይ ይፈልጥ እየ ልቦናኻ ሕጂ ግና ካብዚ ዓዲ ክትወጽእ ኣለካ በለትኒ ኣነ ድሕሪ ምኻደይ ናብኡ ከም ዝደወለት ንሱ ከኣ ተሰሚዕዎ ተረዲእዎን እሞ ንደቀይ ክሓቶም ደቀይ ከኣ እንታይ ከም ዝብሉኒ ክሰምዕ ንሳቶም ፕሮሰስ ክገብርሉ ይኽእሉ እዮም ኣነ ግና ኣብዚ ሕጂ ሰዓት ወላ ሓንቲ ዓቕሚ የብለይን ኢሉ ከም ዝዓጸዋ ኣዘንተወትለይ። ንየሕዋተይ ምስ ነገሮም ናብ ሱዳን ክወጽእ ከም ዘለኒ፣ ሓበሩኒ። ከይተደናገኹ ድማ በቲ ጫፍ ጫፍ ስለ ዝነበርኩ ብእግረይ ክሳዕ ከሰላ ድሕሪ ምኻድ ካብ ከሰላ ከኣ ብመኪና ገይረ ንካርቱም ኣተኹ። ናይ ሰለስተ ወርሒ ቀለበይን ገዛ ክራየይን ድሕሪ ምስዳዶም ድማ። ካብ ሕጂ ናትና ቀለብ ክመጸካ ኢልካ ኣይትሕሰብ፣ ንሕና ሓዳር ኣለና ኣብዚ ኣቦና ከኣ ባዕልና ኢና ንኣልዮ ዘለና፣ ብፍላይ ሕጂ ኣብ ዘይትኾን ሰዓት ክወጽእ እየ ኢልካ ስለ ዘገደድካና ኢኻ እምበር ንሕና ጽንሕ ኢልና ኢና ክነውጽኣካ ሓሲብና በሉኒ። ከይሓፈሩ ከምዚ ኢሎም ድሕሪ ምዝራቦም ኣብ እዝነይ ድማ ወሲኾም ዓጸዉኒ። ብመጀመርታ ኣነይኮንኩን ኣዉጹኒ ኢለኩም ኢለ ክዛረቦም እንዳበልኩ'የ ኣብ እዝነይ ዓጽዮምኒ። ፕሮሰስ ከምዝጅምሩለይን ኣብ ዉሽጢ ሰለስተ ዓመት ክልተ ዓመት ካብ ሱዳን ክወጽእ ምዃነይ ሓቢሮም እዮም ኣብ እዝነይ ዓጽዮምኒ። ክሳዕ'ታ ካብ ሱዳን ፕሮሰሰይ ይጣልትካ'ላ ተባሂለ ቪዛ ክሳዕ ዝመጻኒ ድማ ደሃዮም ሰሚዐ ኣይፈልጥን እየ። ንዓይ እውን ከመይ ኣለኻ ደሓን ዲኻ እንታይ ክንሕግዘካ ከመይ ኢልካ ትሓልፎ ኣለኻ እዚ ህይወት ከይበሉ ንሰለስተ ዓመት ብዘይ ወላ ሓንቲ ድምፂ ብዘይ ወላ ሓንቲ ህላውነቶም ኣብ ሱዳን ባዕሊ እናሰራሕኩ ይናበር ነበርኩ። እንተኾነ እቲ ኣነ ዝሰርሖ ዝነበርኩ ስራሕ ኣዝዩ ትሑት ስራሕ ስለ ዝነበረ ገንዘብ ብጣዕሚ ውሑድ ደሞዝ እዩ ነይርዎ ብኸምኡ ኸኣ ኣብኡ ዝፈጠርክዎም የዕሩኽተይ ምሳኣታቶም ናይ ሓባር ሂወት ጀሚረ ኪራይ ክመጽእ ከሎ ምሳኣቶም መግቢ ክመጽእ ከሎ ምሳኣታቶም ሓቢረ ንዓይ ተረፍ ዝኾነኒ ገንዘብ እንዳቐመጥኩ ክነብር ጀመርኩ። ንልዕሊ ክልተ ዓመት ከምዚ ኢለ ክሰርሕ ድሕሪ ምጽንሐይ፣ ሓደ መዓልቲ ካብቲ ዝሰርሓሉ ዝነበርኩ እንዳ ጁስ ወጽየ ብእግረይ እናኸድኩ፣ ሓንቲ ንጓል ሓትነይ እትመስል ጓል ብፊተይ ክትመጽእ ምስ ረኣኹ፣ መሓዝተይ'ያ መጺኣ፣ ዋእ ከይነገረትኒ ከመይ ገይሩ ደኣ ኢለ መን ከም ዝኸፈለላ ክሓስብን፣ ብምንታይ ከ ስለምንታይ ወጽያ ንሳት ንፍዕቲ ኮንትንድያ ኔራ ትምህርቲ ተስፋ ምሽ ኔሩ ኣብ ትምህርቲ እንዳ በልኩ ክሳዕ ትቀርብ ጠጠው ኢለ ኣዒንታ እንዳ ጠመትኩ ተጸበክዋ ብድሕሪኡ ጓል ሓትነይ ኣቲ ጓል ሓትነይ ንዓኺ እንዴ ኢለ ናብኣ ክጎይ ጀመርኩ ንሳ ከኣ ንመን ምዃኑ ንድሕሪት ክትጥምት የማን ጸጋም ክትብል ጀመረት እንተኾነ ናብኣ ገጸይ ኣብ ዝቀረብኩሉ መጠን ንሳ ከም ዘይኮነት ክበርሃለይ ጀመረ። ልከ ናፍቖት እዩ ማለት ድዩ? እንዳ በልኩ ነታ ኤርትራዊት ድያ ዋላ ሱዳናዊት ዘይፈልጣ ጓል ኣንስተይቲ ከሰንብዳ ካብ መንገዳ ከኣ ጠጠው ስለ ዘበልኩዋ ኣዝየ ፈራሕኩ። ውይ ኣይትሓዝለይ ማዕሌሽ ማዕሌሽ ኢለ ብዓረብን ብትግርኛን ሓዋዊሰ ክዛረባ ጀመርኩ። ቀጺለ እውን እንድዒ እንታይ ክብለኪ እየ ጓል ሓትነይ ስለ ዝመሰለትኒ እኮ። ውይ በቃ ኣይትሓዝለይ ኣይትሓዝለይ ብምባል እንዳፈራሕኩ ይቕሬታ ሓተትክዋ። ንሳ ኸኣ ብዓረብን ብትግርኛን ጌራ መለሰትለይ። ኤርትራዊት ዲኺ? በልክዋ እሞ ፍሽኽ እንዳበለት እወ በለትኒ። ኣነ ኸኣ ጓል ሓትነይ ዲኺ መሲልክኒ ካብቲ ርሑቕ ክርእየኪ ከለኹስ ናፍቖት ይመስለኒ ጓል ሓትነይ ኮይንኪ ተራኢኽኒ። ብኸምኡ'የ ኸኣ እንዳ ጎየኹ መጺኤኪ ጽሉል'ዶ መሲለኪ? በልክዋ ፍሽኽ እንዳ በልኩ። ንሳ ኸኣ ካዕካዕ ኢላ ድሕሪ ምስሓቕ ቁጽሪ ተሌፎንካ በል ሃበኒ። ንስኻ ከተዕልለኒ ዘለካ ኮይኑ ይስምዓኒ። ብጣዕሚ ደስ ኢሉኒ ንዓኻ ስለ ዝረኸብኩኻ ኢላ እታ ናይ መጀመርታ ሌላና ናይ ዓመት ምሉእ ሌላ ከም ዝነበረና ገይራ ተፋነወትኒ። ኣብዚ ግዜ እዚ ምስዛ ጓል ሌላና ክንጅምር መን ከም ዝኾነት ካበይ ከም ዝመጸት ከኣ ኮፍ ኣቢለ ድሕሪ ስራሕ ክሓታ ጀመርኩ። ኩሉ ድሕረ ባይታኣ ድሕሪ ምንጋራ ሓትነታታ ኣብዛ ዓዲ ተቐመጢ ከም ዝበለኣ ፕሮሰስ ጀሚራ ከኣ ከም ዘይሰለጣን ሕጂ ድማ ንሳተን ይሕግዛኣ ከም ዘለዋ ክትነግረኒ ጀመረት። ሌላና ንኸባቢ ሸውዓተ ወርሒ ምስ ከደ ግን ናብ ጥቡቕን ፍቕራዊ ርክብን ክጸጋጋዕ ጀመረ። ኣዚና ክንፋቐርን ክንናፈቕን ብሓንሳብ እንከለና ውን ናፊቐካ ናፊቐኪ ክንበሃሃል ጀሚርና። ኩሉ ናተይ ድሕረ ባይታይ ስለ ዝነገርክዋ ድማ ኣዝያ ደንጊጻ ምሳይ ኣብ ገዛ ብሓንሳብ ክንቅመጥ ንኸን ኢና ምኽንያቱ እቲ ንሳ ትሰደለይ ገንዘብ ንኽልቴና ይኣክል እዩ ገዛ ክረየይ ሸፊኑ ብዙሕ ተረፍ ገንዘብ ስለ ዝተርፈኒ ብዙሕ ክኣ ወጻኢታት ኣየውጽእን እየ ክዳውንተይ ጫማይ ከይብል ክኣ ባዕላ እያ ትሰደለይ ሕጂ ፍቃድንያ እንተኮይንካ ፍቅርና ውን ብሓቂ እንድሕር ትኣምነሉ ኮይንካ ብሓንሳብ ዘይንቅጽል በለትኒ ኣዝየ እንዳተሓጎስኩ ምሳኣ ክነብር ስርሐይ ክሰርሕን ላዕልን ታሕትን ክብል ጀመርኩ ብዛዕባ ስርሐይ ውን ኣይተሓጎሰትን ከቋርጾ ውን ሓተተትኒ ኣነ ውን እሞ እንታይ ኢና ክንበልዕ በዚ ንሰን ዝሰደልኪ ዘለዋ ገንዘብ ከምኡ ዘይፈቱ እሞ ኣነ ኢለ ውን ተተቃወምክዋ ንሳ ግን እኹልን ትሩፍን እቲ ገንዘብ ጥራይ ንስኻ ኣብ ትርኣስካ ኣተርእሰኒ ፍቕርኻ ካጽግበኒ እንዳ በለት ካብ ስርሐይ ከም ዝተርፍ ገበረትኒ ምእንተ ርእሱ ውን ኣዝየ ደኺመ ድመጾ ዝነበርኩ ስራሕ ብዙሕ ከም ጻዕረይ ክረኽበሉ ኣይከኣልኩን በዚ ተደፋፊኤ ድማ ነቲ ስራሕ ኣቋረጽክዎ ክዳውንተይ ጫማይ ሰዓተይ ኣብ ወርሒ ወርሒ እንዳ ለወጠት ክትገዛዝኣለይ፣ ዘድልየኒ ዅሉ ንብረት ክተኣኻኽበለይ ጀመረት። ሓሙሽተ ወርሒ ድማ ኣብቲ ገዛ ብሓንሳብ ተቐመጥና። ናብ ሻድሻይ ወርሒ ኣብ ዝኸደሉ ዝነበርኩ እዋን ድማ፣ ከምቲ ትፈልጥዎ ቅድሚ እታ ቪዛ ምውሳድካ ዘሎ መስርሓት ከካይዶን ክምርምሩንን ጀመሩ። ተመርሚረ ኸኣ ናብ ገዛይ ተመለስኩ። ኣብታ። ሳልሰይቲ ወርሒ ካብታ ዝኸድክዎም ድማ ቪዛ ከም ዝመጽኣኒ ነገሩኒ። ኣብ ሰዓት እዚ ነዛ ኣፍቃሪተይ ብዛዕባ እቲ ንዓይ ዘጋጠመኒ ኩሉ ነገራት ይዕላ ስለ ዝነበርኩ ብዛዕባ ምኻደይ ሕጉስቲ ኣይኮነትን ነይራ። ኣነ ብዘይ ብኣኻ ከመይ ክኾን ማለት እዩ እንታይ እየ ክገብር ከ ዋእ በቃ ገዲፍካ ንኽትከይድ ነብስኻ ገይርልካ እንዳበለት እያ ዋላ እቲ ናይ ምርመራ እዋን ከቋርጾ ክሳዕ ዝደሊ ብዘረብኣ ክጭነቕ ዝጀመርኩ። እንተኾነ ቪዛ መጺእኒ እንከሎ ኣብ ዝኾነ መናፈሻታታት ኮፍ ኢለ ክሓስብ እንታይ ተገበርኩ ይሕሸኒ። እዛ ጓል እዚኣ ድሕረይ ሰብ ከም ዘይትኸውንን ከምኣ ሰብ ከኣ ክረክብ ከም ዘይክእል ኣምላኽ ፈሊጡዶ ወደይ የትርፈኒ ይህሉ? ኢለ ክሓስብን ውሳኔይ ከኣ ምስኣ ምንባር ክገብሮ ከም ዘለኒ ዝወዳእኩዎ። ንዓኣ ከይነገርኩ ድማ ብዛዕባ እቲ ቪዛ ናብ ኣሕዋተይ ድሕሪ ምድዋል ክመጽእ ከም ዘይክእልን እቲ ፕሮሰስ ውን ካንስል ከም ዝበልኩዎ ነገርኩዎም። እንተኾነ ናቶም ዘረባ ክሰምዕ ግዜ ስለ ዘይነበረኒ ቀልጢፈ ድሕሪ ምዕጻው እቲ ቪዛ። ናብ ዝምልከቶም ኣካል ድሕሪ ምኻድ መለስኩሎም። ነዛ ኣፍቃሪተይ ግን ብዛዕባ እዚ ኹሉ ነገር ዝገብሮ ዘለኹ ከይነገርኩ እየ ዝገብሮ ነይረ። ኣይትፈልጥን እያ። ምስኣ ድማ ንሓደ ዓመት ምሉእ ኣብቲ ገዛ ተቐሚጥና ጥዑም ህይወት ፍቕሪን ከነስተማቕሮ ጀመርና። ሓደ መዓልቲ ኣብ ሳሎን ኮፍ ኣቢለ ሓደ ነገር ተዛረብክዋ። ሃኒ ኣነን ንስኽን ካብ ንራኸብ ካብ ንፋለጥን ካብ ንፋቐር ከኣ ኣዝዩ ነዊሕ እዋን እና ጌርና ዘለና ስለዚ ቃል ኪዳን ክኣስረልክን ዝግበኣኪ ከኣ ክገብረልኪ ፈትየ ኣለኹ ኢለ ምስ ተዛረብክዋ ዓመታት ምሉእ ገጻ ተጸዊጉ ዘይረኣኽዎ ተጸዊጋ እንታይ በለትኒ ኣነ ከኣ ሰንቢደ ሃ ፍቕረይ እንታይ ደኣ ኮንኪ ሰንቢድኪ ደኣ እንታይ ዘጋጠመ ኣሎ ድዩ በልክዋ ንሳ ድማ ኖኖ ኣይተጸበኽዎን እምበር ጸኒሐ። ምሽ ክኸይድ'የ ፕሮሰስ ኣለኒ ምሽ ከምኡ ኢኻ እትብለኒ ኔርካ ብኸመይ ደኣ ሕጂ? ኢላ ምስ ሓተተትኒ ብዛዕባ'ቲ ዘይነገርክዋ ኩሉ ዝሓባእኩላን ነገርክዋ። ኣነ ቪዛይ መጺኡ ኔሩ'ዩ ግን ንዓኺ ክረኽበኪ ይክእልን'የ ፕሮሰስ ብኻልእ ፕሮሰስ ተጌሩ ክሰልጠኒ ይኽእል'ዩ ከማኺ ጓልንስተይቲ ግን ፕሮሰስ ጌረ ከምጽኣ ኣይክእልን'የ ስለዚ ኣምላኽ ንዓይ ዘዳለወለይ ብልጽቲ ህያብ ኢኺ፣ ነሕዋተይ ከኣ ነጊረዮም'የ፣ ነቶም ፕሮሰስ ዝገበሩለይ ማለት'ዩ፣ ነቲ ዝመጻኒ ቪዛ ከኣ ከም ዝሓርር ጌረ'የ፣ እዚ ኩሉ ከኣ እቲ ንስኺ ድሕሬኻ ደኣ ሰብ ክኸውን ድየ ከመይ'የ ክኸውን ናይ ብሓቂ ዲኻ ክትከይድ ነብስኻ ጌርልካ ትብልን ዝነበርኪ ኩሉ ቃላት ዘኪረዮ ንስኺ ትዓብዪ ኣብ ሂወተይ ኣዚኺ ብልጽቲ ህያብ ኢኺ ኢለ ክሓኹፋ ምስ ቀረብኩ ኖኖኖኖ ስለምንታይ ካንስል ጌርካዮ ዋእ ኣነ ናይ ነገር ፍቕሪ ኮይንኒ እየ እኮ ከምኡ ኢለ ተዛሪበካ ባሕሪ ክንዱ ዓሻ ዲኻ? ኢላ ኣብ ኣፈይ ብዘይ ሕፍረት ደርጓሓትለይ። ኣነ ነዚ ዘረባ ክሰምዖ ናይ ፀወታ ገይሩ እዩ ናይ ፀወታ እዩ ናይ ፀወታ እዩ ማለት እዩ ናይ ፀወታ ገይራ እያ ትዛረበኒ ዘላ ድብል ቃላት ክመልኦ ጀመርኩ። እንተኾነ ግን ንሳ ቁም ነገር እያ። ኣነ እሞ ኣይመደብክዎን ፍቑራት ኮይና ክንቅጽል ጥራይ ሓሲበ ኣነ ኣይመደብክዎን ከምኡ በለትኒ ናይ ሓሶት ንብዓት እንዳነብዐት። ኣንታ ኣነ ኣበየ ዝኸዶ እንታይ ክትብል ደለኺ ብሰንክኺ ንዓመታት ምሉእ ዝጽበዮ ዝነበርኩ ፕሮሰስ ካንስል ገይረ ዋላ ሓንቲ ኮይኑ ይስምዓክን እዩ ማለት እዩ ኣንታ ኸይድ ዋ ብኸምኡ እሞ ይትረድኣዮ ኣነ ዝብለካ ዘለኹ ተረድኣኒ ማዕረ ክንድዚ ርሕቐት ክትሓስብ ኢለ ኣነ ፈጺመ ገሚተ ኣይፈልጥን'የ። ኢላትኒ ካብ ገዛ ወጸት። ድሕሪ ሰለስተ መዓልቲ ካብ እንዳ መሓዛኣ ናብ ገዛ ድሕሪ ምምላሳ ኣዝያ ኣሻቒላትኒ ስለ ዝነበረት ናበይ ደኣ ኬድኪ? ሞባይልኪ ደዊለ ኣይረኽበኪ ተዓጽያ ኣላ ጥልያ ትብለኒ ነይራ። ደሓን ዲኺ? ኢለ ሓተትክዋ። ንሳ'ውን ይቕሬታ ፍቕረይ! ብቀዳማይ የዕሪቀካ ገጽካ ክርኢ ስለ ዘይከኣልኩ'የ ብጣዕሚ ሓፊረ እንዳ መሓዛይ ምጽናሕ ይሕሸኒ ኢለ'የ ከኣ ጸኒሐኡ ንዓይ በቲ ዝተዛረብክዎ ገሚትካኒ ትኾን እንድዒ ኣይገመትካንን መስለኒ ግን ደሓን ተገመትካኒ ውን ይግበኣኒ'ዩ ምኽንያቱ ደፊረ ተዛሪበካ'የ ይቕሬታ ይትሓዘለይ ኢላ ከም ቀደማ ፍሸኽ እንዳበለት ልበይ ክትመልሶ ጀመረት። እንተ በታ ናይ ቃል ኪዳን ጉዳይ ግን መልሲ ዘይረኸብኩላ ሕቶ ኮይና ክሳዕ'ታ ካባይ ትፍለየላ እዋን ተቐሚጣ'ያ ነይራ። ኣብዚ ግዜ'ዚ ፍቕረይ ምሳይ ጽቡቕ ህይወት ከተስተማቕር ድሕሪ ምጽናሕ፣ ካብታ ሞባይል ተደዊላታ ኣብ ኤርፖት ዝቕበል ሰብ ኣለኒ ኢላ ድሕሪ ምውጻኣ፣ ካብታ መዓልቲ እንተይኣ ንኒሆ ገጻ ክተጸውገለይን ከምዘይትደልየኒ ክትነግረንን ጀመረት። ኣነ ናብቲ ኤርፖርት ክትከይድ ከላ ንማሓዛኣ ክትቅበላ ከም ዝኸደት እያ ነጊራትኒ እንተኾነ ግን እዚ ሕጂ ሕማቕ ባህርያት ኣምጺኣቶ ዘላ ግን ናታ ከም ዘይኮነን ገለ ነገር ውን ከም ዝረኸበትን ተረድኣኒ ኩሉ ጉዳያታ ድማ በዕሩኽታ ኣቢለ ክሓታትት ምስ ጀመርኩ ግን ዘይፈልጦ ምስጢር ሓደ ከቢድ ጸናሓኒ ለከ ሓቃ እያ ክሳዕ ዝብል ከኣ ርእሰይ ልበይ ኩሉ ክወቕዓኒ ጀመረ እቲ ንሰለስተ መዓልቲ ጠፊኣቶ ዝነበረት እንዳ ማሓዛኣ ንዓያ ኮርያ ስለ ዝሓፈረት ዘይኮነት ምስቲ ጀሚራቶ ዝነበረት ዝምድና ካብ ካናዳ ሓደ ሰብ መጺኡ ክምርዓዋ ምዃኑ ፕሮሰስ ጌሩ ከኣ ናብኡ ክወዛ ምዃኑ ዘተስፈዋ ሰብ ክትረክብ ኢላ'ያ ሰለስተ መዓልቲ ጠፊኣ ኔራ። ንዓይ ድማ ከም ዓባያ ወይ ኣባሓጎኣ ገይራ ከም ዝተዛረበትለይ እታ መሓዛኣ ብንጹር እያ ነጊራትኒ። ዓባየይ ኣብቲ ሳሎን ኣላ። ሕጂ ግድነት እንዳ መሓዛይ ከይደ ጽቡቕ ገይረ ብቪድዮ ኮል ከምቲ እስኻ ደስ ዝብለካ ኮይነ ከዕልለካ በጃኻ እንዳ በለት'ያ ካባይ ሃዲማ ዝወጸት። ንመሓዛኣ ከኣ ኩሉ ነገር ነጊራታ። መሓዛኣ ኣውራይት ሰብ ኣይኮነትን ብጣዕሚ'ያ ለባም። እቲ ውጽዕ እንዳተጎድኣ እቲ ወጻዒ ቀሲኑ ክኸይድ ደስ ስለ ዘይበላ ድማ'ያ ምስ ሓተትክዋ እንዳበኸየት ዝተዛረበትኒ። ናብቲ ኤርፖርት ድማ መሓዛይ ክቕበል ኢላ ዝኸደት ንዕኡ ክትቅበሎ ከም ዝወጸትን ነገረትኒ። እዚ ኩሉ ዘረባ ሰሚዐ ኣብ ገዛ ኮፍ ኢለ ክጽበያ ኣምሰኹ። ግን ኣይመጸትን። መዓልቲ ንመዓልቲ ክትካእ ናብ ሰሙናት ክጸጋጋዕ ካብቲ ዝነበርክዎ ገዛ። ዝወጽኣሉ እዋናት እንዳቐረበ ክመጽእ ጀመረ። ንሳ ግን ዋላ እንተደወልኩላ ሲም ካርዳ ሰይራታ ድያ ዋላስ ጠፊኣታ ክሳዕ ዝብል'የ ብጣዕሚ ተሻቒለ። ናብ መሓዛኣ ድሕሪ ምኻድ ከኣ ሰሙን ምሉእ ኣይመጸትን። ሕጂኸ እንታይ ኮይና ትበሃል? ዝኾነ ትፈልጥዮ ነገር ኣለኪ ድዩ? ኢለ ተዛረብክዋ። ንሳ ከኣ እንታይ ትብል ኣለኻ መዓንጣ'የ ቆሲለ ዘለኹ መዓንጣኣ ትበተኽ እምበር። እዛ ሰብ እዚኣ ደም ኣለዋ ድዩ ንምዃኑ? ጥዕይቲ ዶ ኣይነበረትን? ክትብለኒ ተገላቢጣ ንዓይ ክትሓተኒ ጀመረት። ኣነውን ብዛዕባኣ ዘለኒ ኩሉ ብትሑት መልሲ ከም ዘፍቅራን ነገርኩዋ። ስምዓኒ በለትኒ ንሳ ኣይተፍቅረካን እያ ተተፍቅረካ ትማሊ ሰንበት ተመሪዓ ቬሎ ጌራ ኣይምወጸትን ምስ በለትኒ ኣዝየ ሰንበድኩ። እንታይ ኢኺ ትብሊ ዘለኺ ተመሪዓ ማለት ምስ መን ተመሪዓ ምስቲ ትማሊ ነግረካ ዝነበርኩ ኢለኪያ'ኮ ኣነ እዛ ሰብ እዚኣ ጥዕይቲ ከም ዘይኮነት። በለትኒ። ሓደ ግዜ ናብኣ ድሕሪ ምኻድ ካብ ገዛ ተሶጊገ ናብ እንዳ መሓዛኣ ንሓንቲ መዓልቲ ከተሕድረኒ ሓተትክዋ። ንሳ'ውን ንዘልኣለም ዋላ ክትነብር ትኽእል ኢኻ፣ ንስኻ ድኣ ንጹህ ሰብ እኒኻ ንዓቶ በለትኒ። መሓዛኣ ኣዝያ ጥዕምቲ ሰብ'ያ። ብናታ ሞባይል ከኣ ሓደ ግዜ ናብዛ ኣፍቃሪተይ ድሕሪ ምድዋል ሄሎ ሄሎ ሃኒ በልክዋ። ንሳ ድማ መን ክብል መን ኢኻ ሃኒ ትብለኒኸ በዓልቲ ሓዳር'የ'ኮ። በለትኒ ኣን ኣፍቃሪኪ እየ ካብ ድቅድቅ ናይ ድክነት ኣውፂኪ ብሰላም ተንብርኒ ዝነበርኪ ረሲዕክኒ ዶ በልክዋ ንሳ ግን ከምኡ ዝባሃል ኣይፈልጥንየ ኣነ ኢላ ሸንኮለል ክተብለኒ ድሕሪ ምፅናሕ ሕጂ እሞ እንታይ ኣደሊካ በለትኒ ዋላ ሓንቲ ኣብ መርዓኪ ግን እንታይ ኮንኪ ድኣ ዘይዓደምክኒ በልክዋ መዓንጣ ውሽጠይ ሕርር እንዳበለ እንታይ ክትኮነኒ እየ ዝፅዋዕካ ክትቀትለኒ መርዓይ ከተባላሽወኒ ደሊኻ ሕጂ ግና ሓንቲ ነገር ክነግረካ ሰብኣየይ ሻወር እንድዩ ዘሎ ንዓኻ ትኸውን ድለ ሕጂ ሰብኣየይ ካብ ሻወር ከይወጸ ከሎ ባእሲ ከይፍጠር መታን ኣነ ድሕሪ ሰሙን ንካናዳ ክኸይድ እየ በለትኒ እንቃዕ እንዳስተንፈስኩ ንብዓት ጀረብረብ ኢለኒ ከኣ ሞባይል ካብ ኢደይ ድሕሪ ምውዳቕ ክጽለል ቁሩብ ተረፈኒ መሓዛኣ ከኣ ከምኡ ክበኪ ከምኡ ኮይነ ከኣ ሪኣትኒ ሰይትፈልጥ ሰንቢዳ በእዳዋ ንብዓተይ ክትደርዞን ኣጆኻ ክትብለንን ጀመረት። እታ ለይቲ እቲኣ ኣብኡ ድሕሪ ምሕዳረይ፣ ንጽባሒት ተሲኤ ፈቐዶ ጎደናታት ሱዳን ክረግጾ፣ ከም ጽሉል ከኣ ጸሓይ ንጸሓይ ክኸይድ፣ መስተ ክኸውን መፍትሒየይ፣ ባእሲ ክኸውን ከኣ ቋንቋይ ጀመረ። ደድሰራሕክዎ ናብ መስተን ናብ ሽጋራን ከትፍኦ ጀመርኩ። እቲ ነደይ ወርሓዊ ካብተን ድሰርሐን ፈፍር ቄና ገይረ ድሰደለን ዝነበርኩ ፈጺሙ ምሳይ ዘይከውን ሂወት ስለሰጸምደ ክርስዓ ጀመርኩ። ብኸምኡ ከኣ ኩናት ኮይኑ ናብ ኣዲስ ኣበባ ሃዲመ ድሕሪ ምምጻእ ኣብ ኣዲስ ኣበባ ውን ወልፊ ኣጥሬ ሽጋራን ቢራን፣ ጫትን እንዳበልኩ ርእሰይ የበላሽዎ ኣለኹ ክሳብ ሕጂ ከኣ ኣብ ኣዲስ ኣበባ ኮፍ ኢለ'የ ዘለኹ መሓዛኣ ብፈይስቡክ ረኺባ ከተዘራርበንን ከተጸናንዓንን ብዙሕ'ያ ትጽዕር ዘላ ግን ኣዋልድ ኩለን ሓደ ዓይነት ኮይነን ክስምዓኒ ጀመራ እታ ንመጀመርታ ፍቕሪ ኣብ ሂወተይ ተኺላ ሓልዮት ለውሃት ዘርኣየትኒ ከምዚ ጌራ ካብ ጠለመትኒ ከመይ ጌረ ሕጂ ውን ንሂወተይ ኣብ ፈተና የእትዋ ኣደይ ባይ ትሻቅል ኣላ ነሕዋተይ ከኣ ከምቲ ንሶም በዲሎምኒ ኢለ ዝሕዘሎም ዝነበርኩ ንሳቶም ውን ፕሮሰስ ጌርናሉ በቃ ተረፍ ጽጋቡ ዩ ገዲፍዎ እንዳበሉ ንዓይ ውን ሒዞምለይ ይርከቡ ኣለዉ የሕዋተየ ሂወተይ ከምዚ ኢሉ ዞርሞ ዞርሞ ኮይኑ ይብለኩም። ስጋብ ሕጂ ከኣ ኣብ ኣዲስ ኣበባ ኣብ ትሕቲ ሰብ ተቖጺረ እንዳ ሰራሕኩ ወልፈይ ይቕጽሎ ኣለኹ ኢለ ክዛዝመልኩም ይፈቱ ዝኾነ ምኽሪ ወይ ዝኾነ ርእይቶ እንተለኩም ኣብ ቦታ ኮመንት ግደፉለይ ጽን ኢልኩም ስለ ዝሰማዕኩምኒ የቐኔለይ ሰላም